ሰላም ናብ ማህደር ኔትወርክ እንኳዕ ደሓን መጻኹም ኣብ ዓባይ ብርጣንያ ናይ ዕቑባ ሕቶኹም ዝተቐበልኹም ከም ረፊጂ እንተ ደኣ ኾንኩም እሞ ኸኣ ሰበይትኻ ወይ ሰብኣይኪ ወይ ደቅኹም ናይ ምጥርናፍ መደብ ዘለኩም ሰባት እንተኾንኩም መንግስቲ ዓባይ ብርጣንያ ነቲ መሰል ምጥርናፍ ስድራቤታት ጠጠው ኣቢልዎ ይርከብ ኣሎ። በዚ ምኽንያት እዚ ከኣ ናይ ግብረ ሰናይ ትካል ማለት ቻሪቲ ንመንግስቲ ዓባይ ብርጣንያ ኣብ ቤት ፍርዲ ኣቕሪብዎ ኣሎ። ኣብ ናይ ሎማዓንቲ መደብና ህሉው ኩነታት ሓፈሻዊ ብዛዕባ ምጥርናፍ ስድራቤታት ናብ ዓባይ ብርጣንያ ዝምልከት እንታይ ሮቛሒታት ኢና ከነማልእ ዝግበኣና እንታይ ሕጋዊ ብድሆታት እዩ ዘለዎ እንታይ ክፍሊት ኢና ክንከፍል ዝግብኣና? ልዕሊ ኹሉ ኸኣ እቶም ስድራቤታት ምጥርናፍ መደብ ዘለኩም ሰባት እንተኾንኩም እንታይ ኢኹም ክትገብሩ ዝግብኣኩም? ዝብል ኣርእስቲ ሒዝናልኩም መጺና ኣለና። ክሳዕ መወዳእታ መደብና ክትከታተሉ ብኽብሪ ይዕድመኩም። ሰናይ ምክትታል። ዳግማይ ሰላምታና ተቐበሉ ዝኸብርኩም ተኸታተልቲ ማህደር ኔትወርክ። ኣብዚ ቻነል እዚ ሓፈሻዊ ንሕብረተሰብና ጠቐምትን ጸለውትን ዝበልናዮም ኣብ ኩነታት ዓባይ ብርጣንያ እነቕርበሉ መደብ እዩ። ኣብ ናይ ሎማዕንቲ ኣርእስትና ከኣ ብዛዕባ እቲ ንብዙሓት ስደተኛታት እንኮላይ ንዜጋታት ዓባይ ብርጣንያ ዓቢ ብድሆ ኮይንዎም ዘሎ ጉዳይ ምጥርናፍ ስድራቤታት ዝምልከት እዩ። እዚ ማለት ሓደ ሰብ ኣብ ዩከይ ወይ ከኣ ኣብ ዓባይ ብርጣንያ ዝነብር እንተኾይኑ ስድራቤቱ ከኣ ኣብ ካልእ ሃገር እንተደኣ ኮይኖም እቲ ናይ ምጥርናፎም ዘሎ መስርሕ ወይ ከኣ ናይ ምጥርናፎም ዘሎ ኩነታት እነቕርበሉ መደብ ኢሎም መዓንቲ ማለት እዩ። ብሓፈሻ ብፍላይ ድሕሪ እዚ ናይ ምጥርናፍ ስድራቤታት ጠጠው ምባሉ ብዙሓት ስድራቤታት ኣደዳ ምፍልላይ ኮይኖም ኣለዉ። ብዙሓት ወለዲ ከኣ ካብ ደቆም ተፈልዮም ክነብሩ ተገዲዶም ይነብሩ ኣለዉ ማለት እዮም። ቅድሚ እቲ እንታይ ሕግታት እዩ ተቐይሩ ስለምንታይ ምባልና ቅድም ከመይ ነይሩ ዝብል ክንርኢ ኢና ማለት እዩ ሕፅር ኣቢልና ብሓፈሻ ቅድሚ ሕጂ ሓደ ሰብ እንተ ደኣ ከም ረፊጂ እቲ ናይ ሕቶ ዕቕብኡ እንተ ደኣ ተቐቢሎሞ ብዓባይ ብርጣንያ እሞ ኸዓ ኣቐዲሙ ስድራ ቤቱ እሱ ዝናብ እዮም ማለት እዮም። ሰበይቱ ወይ ሰብኣያ፣ ደቆም ወይ ከኣ ትሕቲ ዓሰርተ ሸሞንተ ዕድሚኦም እሱ ዝናብ እዮም እንተ ደኣ ኣመዝጊቡ ጸኒሑ፣ ብተዘዋዋሪ መንገዲ ንዓኣቶም እውን ተቐቢሎሞም ማለት ስለ ዝኾነ፣ ብዘይ ዝኾነ ይኹን ረቋሒታት ማለት ደሞዙ ብዘየገድስ፣ መንበሪ ኣባይቲ ዘለዎን ዘይምህላውን ብዘየገድስ፣ ስድራ ቤቱ የምፁሉ ነይሮም ማለት እዮም። ነዚ ግን ነዚ ምጥርናፍ ስድራ ቤታት መሰል ንብሎ ዘለና ናይቶም ዕቑባ ሕቶኦም ዝተቐበልዎም ወይ ከዓ ረፊጂ ንብሎ ብእንግሊሽ ማለት እዩ ንዕኡ ግን መንግስቲ ካብ ኣርባዕተ መስከረም 225 ኣትሒዙ ንግዜያዊ ጠጠው ኣቢለየሉ ማለት እዩ ንግዜያዊ ጠጠው ዘበልዎ ምክንያት ክገልፁ ከለዉ ብክልተ መንገድታት ገሊፆሞ ነይሮም ቀዳማይ ቁፅሪ ናይቶም ናይቲ መሰል ምጥርናፍ ስድራቤታት ተጠቂሞም ኣፕሊኬሽን ዝእትዉ ሰባት ብሳላሳ ካብ ሚእቲ ስለ ዝወሰኸ ይብሉ። እቲ ካልኣይ ምኽንያት ዘቕርቦ መንግስቲ ከኣ ብዙሓት ሓተቲ ዑቕባ ስለ ዘለዉና እንተደኣ ናይ ሑታ ዑቕባኦም ተቐቢልናዮም ከም ረፊጂ እቲ ቁጽሪ ዘመልክቱ ሰባት ናይ ምጥርናፍ ናብ ዓዲ እንግሊዝ ክውስኽ ስለ ዝኾነ ብዝሒ ስደተኛታት ከኣ ስክፍታ ስለ ዘለና ንዕኡ ዝትክእ ሕጊ ኣብ ስፕሪንግ ክልተ ሽሕን ዕስራን ሽዱሽተን ከነውፅእ ኢና ኢሎም ነይሮም ማለት እዮም እዚ ማለት ስ- which is ካብ ወርሒ ሰለስተ መጀመርታ ክሳብ ወርሒ ሓሙሽተ መወዳእታ ክልተ ሽሕን ዕስራን ሽዱሽተን ነቲ ዝነበረ ሕጊ ዝትክእ ከነውፅእ ኢና ምስ በሉ ክሳብ ሕጂ ዘውፅዎ ሓድሽ ነገር የለን ማለት እዩ ብሓፈሻ እቶም እ፣ ናይ ግብረ ሰናይ ትካል ንብሎም ዘለና ሴፍ ፓሰጅ ኢንተርናሽናል ዝበሃሉ ግብረ ሰናይ ወይ ከኣ ቻሪቲ ኦርጋናይዜሽን ንመንግስቲ ዓባይ ብርጣንያ ናብ ቤት ፍርዲ ወሲዶሞ ኣለዉ ማለት እዮም። ስለዚ እቲ ሕጋዊ መስርሕ ጌና ይቕጽል ኣሎ። እቶም ሴፍ ፓሰጅ ኢንተርናሽናል ዝበሃሉ እውን ብዙሕ ባጀት ከም ዘድልዮም ካብ ብዙሓት ሰባት እውን ገንዘብ ይኣኻኽቡ ከም ዘለዉ ገሊጾም ኣለዉ። ናቶም ሊንክ ኣብ ቦታ ኮመንት ክገድፈልኩም እየ። ብሓፈሻ ግን እቲ ህሉው ኩነታት ክንከታተሎ ይግባኣና ማለት እዩ። ምኽንያቱ እዞም ሴፍ ፓሴጅ ኢንተርናሽናል ንብሎም ዘለና ናይ ቻሪቲ ኦርጋናይዜሽን እንታይ ኢሎም እዮም ዝማጎቱ ዘለዉ ንመንግስቲ ንሓደ ሰብ እንተ ናይ ዕቑባ ሕትኡ ተቐቢልኩሞ ከም ረፊጂ ስድራ ቤቱ ክትጥርንፍሉ ሕጋዊ ግዴታ ኣለኩም ብምባል እዮም ዝማጎትዎም ዘለዉ ማለት እዮም ድሕሪ ዕለት 4 ወርሒ 9 2025 መንግስቲ ዓባይ ብርጣንያ ነቲ መሰል ምጥርናፍ ስድራ ቤታት ንግዜያዊ ጠጠው ድሕሪ ምባሉ እንታይ ካልእ ኣማራጺ እዩ ዘሎ እንተ ኢልና፣ ካልእ ኣማራጺ ኣሎ፣ ምኽንያቱ ነዊሕ ግዜ ወሲዱ ኣሎ፣ ክሳብ ሕጂ ካልእ ንዕኡ ዝትክእ ሕጊ ክሳብ ዘየቖሙ፣ ብዙሓት ሰባት ምስ ስድራቤቶም ተፈላለዮም ክነብሩ ስለ ዘይክእሉ፣ እታ ሓንቲ ዘላ ኣማራጺ ልክዕ ከምቲ ሓድሽ መርዓ ገይሮም ዘምጽዎ ወይ ከኣ ሓደ ዜግነት ዘለዎ ሰብ ዘምጽኦ ረቋሒታት ኣማሊእኻ ነዚ ረቋሒታት እዚ ብምምላእ ስድራቤትካ ከተምጽእ ትኽእል ኢኻ። እቲ ዘሎ ረቋሒታት ክንሪኦ እንተኾይና ልክዕ ከምዚ ኣብዚ ቴብል ዘሎ እቲ ከነማልኦ ዝግባኣና ረቋሒታት እንተሎ ኮይኑ እታ ቀዳሚት ረቋሒታት እቲ ዝጥርንፍ ዘሎ ሰብ ኣታዊኡ ኣብ ዓመት ቶታል ኣታዊኡ ኣብ ዓመት 29 ሽሕ ክኸውን ኣለዎ ማለት እዩ እዚ እንኮላይ እቲ ግብሪ ዝቆልፅኡልካ ተደሚሩስ ኩሉ ሙሉ ዕስራን ትሽዓተን ሽሕ ኣታዊ ክህልወካ ኣለዎ ማለት እዩ። ኣብ ደገ ዘሎ ሰበይትኻ ወይ ሰብኣይካ ክትክ- ክኸውን ይኽእል እዩ። ኸኣ A1 ዝበሃል ኢንግሊሽ ፈተና ክሓልፍ ኣለዎ። ሰበይትኻ ወይ ሰብኣይካ ክትጥርንፍ ጥራሕ ብዘይ ቆልዑት እንታይ ረቋሒታት እዩ ወይ ከኣ እንታይ ክፍሊት እዩ ዘሎ እንተደኣ ኢልና ከምዚ ኣብዚ ቴብል ንሪኦ ዘለና ኣፕሊኬሽን ፊ ወይ ከኣ ናይቲ መመልከቲ ኣፕሊኬሽን ጥራሕ ሽሕን ትሽዓተ ሚእትን ሰላሳን ሸሞንተን የድልየና። ናይ ሄልስ ቻርጅ ናይቲ ኢንሹራንስ ናይ ጥዕና ዝብልዎ ሰለስተ ሽሕን ሚእትን ሓሙሽተን ነድልየና ቶታል ድምር ሓሙሽተ ሽሕን ኣርባዓን ሰለስተን ነድልየና ማለት እዩ እንተ ደኣ ሓደ ሰብ ትሕቲ ዓሰርተ ሸሞንተ ዕድሚኡ ቆልዓ ምስ ሰበይትና ንጥርንፍ ኣለና ከዓ ንበይኑ ነቲ ቆልዓ ጥራሕ ናይቲ መመልከቲ ኣፕሊኬሽን ፎርም ሽሕን ትሽዓተ ሚእትን ሰላሳን ሸሞንተን ንኸፍል ናይ ሄልዝ ኢንሹራንስ ዝብልዎ ናይ ጥዕና ኢንሹራንስ ክልተ ሽሕን ሰለስተ ሚእትን ዕስራን ሽዱሽተን ጠቕላላ ድምር ከዓ ኣርባዕተ ሽሕን ክልተ ሚእትን ሱሳን ሰለስተን ማለት እዩ። ሓደ ሰብ ሰበይቱ ጥራሕ ወይ ሰብኣያ ጥራሕ ንምጥርናፍ ኣብቲ ሕጋዊ መስርሕ ዘድልየሉ እዋን ጠቕላላ ድምር ሓሙሽተ ሽሕን ኣርብዓን ሰለስተን የድልየካ። እንተ ደኣ ሰበይትኻን ሓደ ቆልዓን ኮይኑ ከኣ ትሽዓተ ሽሕን ሰለስተ ሚእትን ሸውዓተን፣ ክልተ ቆልዑትን ሰበይትኻን እንተ ኮይኑ ከኣ ዓሰርተ ሰለስተ ሽሕን ሓሙሽተ ሚእትን ሰብዓን ሓደን እንዳ በለ በቲ ብዝሒ ቆልዑት እንዳ ወሰኸ ይኸይድ። እንተ ደኣ ኣርባዕተ ቆልዑት ኣለውኻ ከኣ ክሳብ ዕስራን ክልተን ሽሕን ተስዓን ትሽዓተን ፓውንድ የድልየካ ነቲ ሕጋዊ መስርሕ ንምጅማር ማለት እዩ። ከምዚ ንብሎ ዘለና እንተ ደኣ ኮይኑ እንታይ ደኣ ኣሉ ፍልልዩ ሓደ ሰብ ኣቐዲሙ ስድራ ቤቱ ኣመዝጊቡ ዝነበረን ሓድሽ መርዓ ዘምጽእ ዘሎንሲ እንታይ ፍልልይ እንተ ደኣ ኢልና ክሳብ መንግስቲ ንጊዜያዊ ጠጠው ዘበሎ ሕጊ ቅያር ክሳብ ዘየምጸእ ኣብዚ ግዜ እዚ ኣብዛ ንዛረበላ ዘለና ኣብ ወርሒ ኣርባዕተ ክልተ ሽሕን ዕስራን ሽዱሽተን ስድራ ቤትካ ንምጥርናፍ ሓድሽ መርዓ ይኹን ኣቐዲምካ ዘመዝገብካየም ኩሉ ሓደ እዩ ዘሎ ማለት እዩ ስለዚ እቲ ሕጋዊ መስርሕ ክንክተሎ ዝግበኣና እቲ ክንከፍሎ ዝግበኣና ክፍሊትን ሓደ ዓይነት እዩ ዘሎ ምስ ሓድሽ መርዓ ማለት እዩ። ስለዚ ሓድሽ መርዓ ዘምጽእ ሰብን ኣቐዲሙ ዘመዝገበ ሰብን ብሓደ ክፍሊትን ሓደ መስርሕን እዮም ዝኸዱ ዘለዉ ማለት እዮም። እታ ሓንቲ ፍልልያ ቤት ፍርዲ እንተ ደኣ ነቶም ናይ ግብረ ሰናይ ትካል እንተ ደኣ ተዓዊቶም ኣብ ቤት ፍርዲ እንተ ደኣ መንግስቲ ነቶም ሕቶ ዕቕብኦም ዝተቐበሎም ሰባት እሞ ኸኣ ኣቐዲሞም ምስ ስድራቤቶም ዘመዝገቡ ከተምጽኣሎም ኣለካ ኢሉ ቤት ፍርዲ እንተድኣ ወሲኑ ብነጻ ከምቲ ናይ ቀደም ከምጽኣሎም ይኽእል ብሕጂ ዝረኣ እዩ ወይ ከኣ ንመንግስቲ ከኣ ካልእ ኣማራጺ እንተድኣ ኣምጺኡ ከኣ ብሕጂ ዝረኣ እዩ ኣብዚ ግዜ እዚ ግን ዝኾነ ፍልልይ ኣብ መንጎ ሓድሽ ዘመዝገበን ኣቐዲሙ ዘመዝገበን የለን ማለት እዩ። እዚ ንብሎ ዘለና ዋጋ ከፊልካ ሕጋዊ መስርሕ ጥራሕ ክትጅምሮ ብፍላይ እንተ ክልተ ቆልዑት ልዕሊኡ ኣለውኻ ኮይኖም ኣዝዩ ከቢድ እዩ ዝከኣል እውን ኣይኮነን ስለዚ እንታይ ኣማራፂ እዩ ዘለና እንተ ኢልና ኮይንና እቲ ናይ ቤት ፍርዲ ጉዳይ እንተዘይተዓዊቱ መንግስቲ ከዓ ካልእ ሕጊ እንተዘየምፅኡ እታ ሓንቲ ኣማራፂ ዘላትና እንታይ እንተ ኢልና ኣርቲክል ሸሞንተ ሂማን ራይትስ ወይ ከዓ ዓንቀፅ ሸሞንተ ሰብኣዊ መሰላት ብፍላይ ከኣ ንስድራቤታት ምጥርናፍ ዝምልከት ኣብ ዓባይ ብርጣንያ ዝቖመ ሕጊ ኣሎ። ነዚ ሕጊ እዚ ብምጥቃም ብዙሓት ናይ ግብረ ሰናይ ትካላት ነዚ ሰብ እዚ በዚ ዓንቀጽ እዚ ስድራቤቱ ክትጥርንፍሉ ኣለኩም ብምባል ንመንግስቲ እውን በዚ ክትካትዖ ትኽእል ኢኻ። እዚ ግን ጽቡቕ ኣፍልጦ ዘለዎ ጠበቓ ናይ ኢሚግሬሽን ነድልየካ ወይ ከኣ ግብረ ሰናይ ትካላት ክሕግዙኻ ዝኽእሉ ብምግባር ካልእ ኣማራፅታት ከም ዘሎ በዚ ኣጋጣሚ እዚ ከገልፀልኩም ይፈቱ ካልእ ብተወሳኺ ኣታዊኻ 29 ሽሕ እንተዘይኮይኑ ግን ከዓ ዝተቐመጠ ገንዘብ ወይ ከዓ ሴቭድ ዝኾነ ገንዘብ እንተ ኣለካ ኮይኑ እውን ንዕኡ ክትክኦ ይኽእል ስለ ዝኾነ በዚ መንገዲ እውን ነቶም ጠበቓታት ወይ ክኢላታት ከነማኽሮም በዚ ኣጋጣሚ እዚ ክሕብረኩም ይፈቱ ማለት እዩ እቶም ናይ ሕቶ ዕቑባና ዝተቐበሉና ወይ ከዓ ንሬፊጂ ስታተስ ዘለና ሰባት ስድራ ቤትና ንምጥርናፍ ከዓ እንታይ ኢና ክንገብር ዝግባኣና እንተ ኢልና ቀዳይ ነገር እቲ ዝኸይድ ዘሎ ሕጋዊ መስርሕ ኣብ መንጎ መንግስትን እቲ ቻሪቲ ኦርጋናይዜሽን ክንከታተሎ ይግባኣና ዝኾነ ሓድሽ ዝወፀ መንግስቲ ዘውፅኦ ነቲ ዝነበረ ሕጊ ዝትክእ እንተመፅኡ ከዓ ክንከታተሎ ይግባኣና በዚ ኣጋጣሚ እዚ ዝኾነ ለውጢ ናይቲ ኣብ መንጎ እቲ መንግስትን ናይቲ ቻሪትን ዘሎ ናይ ቤት ፍርዲ ኩነታት እንተተቐይሩን መንግስቲ ብርጣንያ ሓድሽ ሕጊ እንተ ኣውፅኡ እውን ኣብዚ ቻነል እዚ ክንዝርጋሓልኩም ምዃንና በዚ ኣጋጣሚ ክንገልፀልኩም ንፈቱ ግን እንታይ ኢና ክንገብር ዝግብኣና እንተ ኢልና ኮይንና እታ መጀመርታ ከነማልኣ ዝግብኣና እቲ ናትና ኣታዊ ዝዓበየሉ መንገዲ ምፍታሽ እዩ ማለት እዩ ስለዚ ናይ ሎማዓንቲ መደብና ክንጥቕልሎ እንተ ኮይንና ብሓፈሻ ካብ ዕለት 4 መስከረም 225 ጀሚሩ እቲ መሰል ምጥርናፍ ስድራ ቤታት ነቶም ናይ ዑቕባ ሕቶኦም ዝተቐበልዎም ወይ ከዓ ንረፊጂ ጠጠው ኢሉ ኣሎ ማለት እዩ ጠጠው ኢሉ ኣሎ መንግስቲ ንግዜያዊ ጠጠው ኣቢልዎ ንዑኡ ዝትክእ ሕጊ ከውፅኤ ኢሉ ክሳብ ሕጂ ኣየውፀን ዘሎ ስለዚ እቲ ንሕና ክንገብሮ ዝግብኣና ነገር እንተ ኣሎ ኮይኑ ነቲ ረቋሒታት ከነማልኦ ንኽእል እንተኮይንና ስድራ ቤትና ክንጥርንፍ ንኽእል ኢና እንተ ነዚ ረቋሒታት እዚ ከነማልኦ ዓቕሚ ዘይብልና እንተ ኮይንና ከዓ ከም ዝበልኩኹም ነቶም ናይ ግብረ ሰናይ ትካላት ዝሕግዙ ናይ ስደተኛታት ብፍላይ ዝሕግዙ ዘለዉ ትካላት ኣብ ዓባይ ብሪጣንያ ዘለዉ ሬድ ክሮስ ክኾኑ ይኽእሉ፣ ሚግራንት ኣክሽን ዝበሃሉ ኣለዉ፣ ዝተፈላለዩ ትካላት ንዓቶም ክንውከሶም ይግባኣና ማለት እዩ። ሳልሳይ ክንርስዖ ዘይብልና ከዓ ኣታዊና ዋላ እኹል እንተዘይኮይኑ ግን ዝተቐመጠ ገንዘብ ወይ ሰይቪን እንተ ኣለና ኮይኑ እውን ንዑ ኣብ ግምት ብምእታው ከም ኣታዊ ስለ ዝርእይዎ ነዚ እውን ኣብ ግምት ክንእትዎ ምስቲ ናትና ጠበቓ ናይ ኢሚግሬሽን ክንማኸር እውን በዚ ኣጋጣሚ እዚ ክገልፀልኩም ይፈቱ